ሰላም ከመይ ትኾኑ ጋይስ ንሎማዓንቲ ከኣ ዝተፈላለዩ ሕጽር ዝበሉ ኣገደስቲ ሓበሬታታት ክነግረኩም እየ ድሕርቲ ትራምፕ ዝኣወጆ ናይ ሰላም ኣዋጅ ብኽልቴን ወገናት ዝተፈላለዩ ክስታት ይወጹ ኣሎ ብዛዕባ እዚ ዝምልከት ክንርኢ ኢና ብደብዳብ እስራኤል ኣርብዓን ሰለስተን ፍልስጤማውያን ተቐቲሎም ኣለው ብዛዕባ እዚ ዝምልከት እውን ክንርኢ ኢና ብርጋደል ጀረናል እዮብ ፍስሃጼን ንኢትዮጵያ ዝሃቦ ግብሪ መልሲ ወይ ከኣ ብዛዕባ ምድላይ ኣፍደገ ባሕሪ ናይ ኢትዮጵያ ዝሃቦ ግብሪ መልሲ ዝምልከት ኣሎ እሱ እውን ክንርኢ ኢና ስለዚ ሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምሩ ላይክ ኣይትረስዑ

መንግስቲ እስራኤል ነቲ ኣብ ልዕሊ ኢራን ዝተፈጸመ መጥቃዕቲ ዕላምኡ ከም ዝሃረመ ነቲ እማመ ተኹሲ ዶብ ምባል ከኣ ከም ዝተቐበሎ እዩ ገሊጹ ነይሩ። ብመሰረት እቲ መግለጺ እስራኤል ክልተ ናይ ኢራን ኒኩለራዊ ኣጽዋር ባለስቲክ ሚሳይልን ንህላወኣ ስግኣት ዝኾኑ ኣወጊዳ እያ። ብተወሳኺ እስራኤል ንወተሃደራዊ መሪሕነት ብከቢድ ከም ዝሃሰየትን ብዓሰርተታት ዝቑጸሩ ዕላማታት መንግስቲ ኢራን ከም ዘዕነወትን ገሊጻ ኣላ። እቲ መግለጺ ወሲኹ ሓይልታት እስራኤል ኣብ ዝሓለፈ መዓልታት ኣብ ማእከላይ ከተማ ቴህራን ንዝርከቡ ዕላማታት መንግስቲ ብምውቃዕ፣ ኣማኢት ኦፐሬተራት ባሲጅን መንግስቲ ኢራን መብዛሕትኡ ግዜ ንተቓውሞታት ንምዕፋን ዝጥቀምሉ ሚሊሻን ካልእ ላዕለዋይ ኒዩክለራዊ ሳይንቲስትን ከም ዘጥፍኡን እዮም ገሊጾም ዘለዉ። እስራኤል ንፕረዚደንት ትራምፕ ኣሜሪካን ኣብ ምክልኻል ዝገበርዎ ደገፍን ስግኣት ኒዩክለራዊ ኢራንን ንምውጋድ ዝገበርዎ ተወፋይነትን ኣመስጊና ይብሉ። ይኹን እምበር ድሒሩ ግን እስራኤል ንኢራን ግብረ መልሲ ከም ዝህባ ብክልቲኤን ወገናት የጠንቅቓ ኣለዋ። ላዕለዋይ ቤት ምኽሪ ሃገራዊ ድሕነት ኢራን፣ ኣብ ልዕሊ እስራኤልን ግብረ ሽበራውያን ደገፍቶምን ኲናት ደው ክብል ተጽዕኖ ክግበር ይግባእ ክብል ገሊጹ ኣሎ። እቲ ቤት ምኽሪ ንዝኾነ ዝወሃብ መጥቃዕቲ ወሳንን ሓያልን እዋናውን ምላሽ ክንህብ ኢና ክብል እዩ ገሊጹ ዘሎ። ብወገን እስራኤል እውን ሓለቓ ስታፍ ሓይልታት ምክልኻል እስራኤል ኢያን ዛሚር ነቲ ከቢድ ጥሕሰት ዝበሎ መጥቃዕቲ ኢራን ሓያል ምላሽ ክህበሉ ምዃኑ እዩ ገሊጹ ዘሎ። እስራኤል ንኢራን ድሕሪ ስምምዕ ምቁራጽ ተኹሲ ሚሳይላት ከም ዝወንጨፈት እያ ትኸስስ ዘላ። መንግስታውያን መራኽቢ ብዙሓን ኢራን ግን ነዚ ክሲ ይነጽግኦ ኣለዋ። ትራምፕ ነቲ ብኽልቲኤን ሃገራት ዝወጽእ ዘሎ ክሲ ቁጠዐ ብዝተመልኦ'ዩ መግለጺ ኣውጺኡ ዘሎ። ፕረዚደንት ዶናልድ ትራምፕ ኢራንን እስራኤልን ምቁራጽ ተኹሲ ጥሒሰን ብምባል ቁጠዐ ዝተመልኦ መጠንቀቕታ ሂቡ ኣሎ። ክልቲኤን ሃገራት ነንሕደን ነቲ ኣዋጅ ብምጥሓስ ይካሰሳ ኣለዋ። እስራኤል ራዳር ኢራን ከም ዝሃረመት እኳ እንተኣመነት፣ ቀዳማይ ሚኒስተር ቤንጃሚን ናታንያሁን ምስ ትራምፕ ድሕሪ ምዝርራቡ ግን ካብ ተወሳኺ መጥቃዕቲ ከም ዝተቖጠበት ይገልጽ። ኣብ ኢራን ፍንጀራ ከም ዝተሰምዐ ነበርቲ ይገልጹ ኣለዉ። ሰራዊት እስራኤል ብወገኑ ነቲ ካብ ኢራን ዝተተኮሰ ሚሳይል ከም ዘበርዓነ ክገልጽ እንከሎ ኢራን ግን ዝኾነ መጥቃዕቲ ከም ዘየካየደት ትምጉት። ትራምፕ ድሒሩ ንጋዘጠኛታ ብዝሃቦ መግለጺ ክልቲኤን ሃገራት ነቲ ኣዋጅ ምቁራጽ ተኹሲ ጥሒሰንኦ ክብል ብቁጠዐ ክኸስስ ተራእዩ'ሎ፣ ኮነ ኢሎም ከም ዝገበሩ ርግጸኛ ኣይኮንኩን ዝበለት ፕረዚደንት፣ ሎሚ ንግሆ ኣብ እስራኤል ዝነበረ ኩነታት ኣይፈተኹዎን፣ ደው ከተብሎ እንተኽኢላ ክንርኢ ኢና ክብል'ዩ ገሊጹ ዘሎ። ኢራን ነቲ መጥቃዕቲ ደው እተብሎ፣ እስራኤል ነቲ ስምምዕ ተቐቢላ ግብራዊ እንተገይራቶ ጥራይ ምዃና'ውን ገሊጹ'ሎ። እንተኾነ ሕጂ'ውን ብዝኾነ ይኹን መንገዲ ኢራን ንኒዩክለራዊ ኣጽዋር ፈጺማ ከም ዘይትሃንጽ ኣትሪሩ ብምግላጽ ብእኣ ሕጉስ ከም ዘይኮነ'ዩ ትራምፕ ገሊጹ ዘሎ። ድሕሪ'ዚ ምቁራጽ ተኹሲ፣ ከተማታት ቴህራን ከምኡ'ውን ቴል ኣቪቭን ዝተወስደ ስእልታት ከምዚ ይመስል። ናብ ቀለዕ ሓበሬታ ቅድሚ ውሑዳት ደቓይቕ ዝወጸ እስራኤል ኣብ ልዕሊ ጋዛ ዝተኻየደ መጥቃዕቲ ብውሕዱ ኣርብዓን ሰለስተን ፍልስጤማውያን ከምዝተቐትሉ ይሕበር ኣሎ። ኣብ ማእከላይ ምድረበዳ ጋዛ ዝተፈጸመ መጥቃዕቲ ብውሕዱ ኣርብዓን ሰለስተን ሓገዝ መግቢ ኣዝዩ ዘድልዮም ፍልስጤማውያን ከምዝተቐትሉ ኣሃዱ ሓቅታት ዝምርምር ኣልጀዚራ ሓቢሩ ኣሎ። እቶም ግዳያት ኣብ ደቡብ ጋዛ ዝርከብ ጎደና ሳላሕ ኣልዲኒ መግቢ እንዳተጸበዩ ከለዉ ከምዝተቐትሉ'ዩ ዝግለጽ ዘሎ። ሰነዳት ስእሊ ከምዘርእዮ ሬሳታት እቶም ግዳያት ኣብ ጋዛ ዝርከብ ናስር ሕክምናዊ ኮምፕሌክስ፣ ኣልሙዳን ሆስፒታል ተደራሪቡ ከምዘሎ እዩ ዘርኢ ዘሎ። ብእስራኤልን ኣሜሪካን ዝድገፍ ሰብኣዊ ፈደረሽን ጋዛ፣ ብ ዕስራን ሸውዓተን ጉንበት ሓገዝ ንምክፍፋል ካብ ዝጅምር፣ እስራኤል ኣብ ጥቓ ማእከላይ ረድኤት ዝተፈጸመ መጥቃዕቲ ልዕሊ ኣርባዕተ ሚእቲ ፍልስጤማውያን ክሞቱ ከምዝኸኣሉ ኣስታት ሽሕ ሰባት'ውን ከምዝቖሰሉ እዩ ዝሕበር ዘሎ። ናብ ቀላሕ ብሪታ ብሪጋደል ጀነራል እዮብ ፍስሃጼን ን ሓሊባይ ኣብ ምብጻሕ ቦታታት ብኤርትራውያን ወጻእተኛታት ናብ ባረንቱ ተቐቢሉ ኣብ ዝሃቦ ቃል ዝምልከት እዩ። እዚ ኣብዚ እዋን ዝስማዕ ዘሎ ናይ ኲናት ኣዋጅ ምድፋር ናይ ልኡላውነትን ብዙሕ ዘሻቕል የብሉን ምኽንያቱ እቶም ሕጂ ዝጽለሉ ዘለዉ ጎረባብቲ ሃገራት ይትረፍዶ ጎረቤት ሃገሮም ከመሓድሩ ገዛእ መሬቶም ከመሓድሩ ዘይክእሉ ዝዓበዱ ሓይሊ'ዮም ክብል ገሊጽዎ ኣሎ። ብዛዕባዚ ዝምልከት ንእሽተይ ከስማዕኩም። ንናፍቆኩም ህዝብና ምዃንኩም መግለጺ ዘድልዮ ኣይኮነን። ንምንታይ ኣብ ክልተ በበይኑ ቦታ ተፈላሊና ምህላውና እንተዘይ ኮይኑ ኩሉ ነናቱ ግንባር ሒዙ ይቃለሰሉ ዘሎ እዋን ናይ ውሽጢ ብናይ ናይ ደገ ሙሉእ ክኸውን ኣይክእልን እዩ። ናይ ደገ እውን ብደይ ናይ ውሽጢ ልክዕ እቲ ሰረትን መበቆልን ናይ ኩሉ መኸተና ህዝብናን መሬትናን ምዃኑ ኣየጠራጥርን እዩ። እዚ ህዝቢ እዝን እዚ መሬት እዝን ግን ንከማኹም ዝኣመሰሉ ተቓለስቲ ኣብ ደገ ከማና ዝኣመሰሉ ኣብ ውሽጢ ዝፈረየ ስለ ዝኾነ ክሳብ ሕጂ ህዝቢ ኤርትራ ብዘይ ዕረፍቲ ምናልባት ሕጂ እኳ ብተኸታታሊ ካብ ሚእቲ ዓመት ደይውሕድ ኣብ መኸተን ቃልሲ ንርከብ ኣሎ ከምዚ ዓይነት ስጡም ዝኾነ መስመር ሒዙ ይኸይድ ስለ ዘሎ ግን ንኩሉ ተጻብኦታት ምስ ኩሉ ጸገማቱ ምስ ኩሉ ዋሕዱ ምስ ኩሉ ሕጽረታት ቁጠብኡ መኪቱ ደው ክብል ዝኸኣለ ሃገር ካብቶም ብዙሓት ውሑድ እዩ። ነዚ መኸተ እዚ ብዘረባ ክንገልጾ ድካኣል ኣይመስለንን፣ ምኽንያቱ ከምዚ ዓይነት ምስትንክር ኣብ ውሑዳት ሃገራት ጥራይ ስለ ዝግበር ውሑዳት ህዝብታት ጥራይ ስለ ዝኽእልዎ። ነዚ ክንክእል ምብቃዕና ግን ክሳብ ሕጂ ጽኒሑና ኣሎ። ነቲ ዝለመድናዮ ነቲ ዝገበርናዮ ምድጋም ድማ ከም ህዝቢ ኤርትራ ከጸግመና ዝኽእል ኣይኮነን። ብዙሓት ሃገራት ሕጂ ዝጅምራ ቃልስታተን ኣለዋ እየን። ንሳተን ሓድሽ ነገር ክገብራ፣ ሓድሽ ዋጋ ክኸፍላ እየን ዝሕተታ ዘለዋ። ንሕና ግን ዝለመድናዮ፣ ዝሓለፍናዮ፣ ዝተግበርናዮን ንኽእሎን ነገር ስለ ዝኾነ እዚ ኣብዚ እዋንዚ ዝስማዕ ዘሎ ነጋሪት ናይ ኩናት፣ ኣብዚ እዋንዚ ዝስማዕ ዘሎ ምድፋር ናይ ሉኣላውነት ብዙሕ ከሻቕለና ዝኽእል ከምዘይምዃኑ ርዱእ እዩ። ንምንታይ እዞም ሕጂ ዝጽለሉ ዘለዉ ሓይልታት ይትረፍ ናይ ጎረቤት ሃገር ሉኣላዊነት ሰጊሮም ከማሓድሩ ንገዛእ መሬቶም ንገዛእ ህዝቦም ክጥርንፉ ዘይክኣሉ ዝዓበዱ ሓይልታት ስለ ዝኾኑ ከም ቀደምና መስመርና ኣስጢምና ከም ቀደምና ሓድነትና እንዳሓለና ነዚ ዘይኮነ ኪንኡ ንኸይድ ተጻብኦን ክንገጥም ከም ንኽእል ኣየጠራጥርን እዩ። ኩሉ ሳዕቲ ንሕበነሉ ዝተፈለና ኢና ንብለሉ ንጃህራ ዘይኮነ ብናይ ገዛእ ርእስና ዓቕሚ፣ ብናይ ገዛእ ርእስና ኣተሓሳስባ ከይደነንና፣ ከይተማእዘዝና፣ ተለኣኣኽቲ ከይኮንና ክንነብር ስለ ዝመረጽና እዩ እቲ ሓጢኣትና። ነዚ ዋጋ ንኸፍለሉ ኣለና። እንተወሓደ ግን በዚ ዋጋ እዚ ክብረትና ሓሊና፣ ኣፍ ልብና ነፊሕና ክንከይድ ተኸኣልና ጭዋ ህዝቢ ኮይንና ንነብር ኣለና። ካባና ንላዕሊ ካባና ንላዕሊ ብዙሕ ዶ ኣለዎም? ካባና ንላዕሊ ዝሃብተሙ ሃገራት ኣለዉ እዮም። ጸግኦም ክጥቀሙሉ ይክእሉን እዮም። ነጻ ዝኾነ መስመርን ሕርያን የብሎምን። ናይ ቀደም ገዛእቶም ብዝለኣኸኦም ክመላለሱ ጥራይ ኣብቲ ዝኸፍኤ ድኽነት ክነብሩ ዝተገደዱ ህዝብታት ናይ ኣፍሪቃ ብዙሓት እዮም። እዚ ምርጫና ኣይኮነን ስለ ዝበልና ኢና ክንምክት ንግደድ ዘለና። ኤርትራን መኸተን ድማ ፈላሊኻ ክረኣ ኣይክእልን እዩ። ኤርትራዊ ኾንካ ብደይ መኸተ ክትንብር ኣይትክኣልን እያ። ዘይትምክት ተኾንካ ድማ ኤርትራዊ ስለዚ ተካይድዎ ዘለኹም ቃልሲ ቀሊል ቃልሲ ኣይኮነን። ዋላ እኳ እቲ ሰብ ብማዕረ ክጥምቶ ከሎ ናብርኦም እንዳገበሩ ቃልስታት ድማ ኣካይዱ ኣለዉ ዝበሃል ተኾነ ናብራ ናይ ደገ ደይፈለጠ ይፍለጦ ነፍሲ ወከፍና ንርድኦን ንፈልጦን እዩ። ኣብ ከምዚ ዓይነት ምረት ሃገርኩምን ህዝብኹምን ከይረሳዕኩም ሃገርኩምን ህዝብኹምን ኣኽቢርኩም ተካይድዎ ዘለኹም ቃልሲ ማዕረ እቲ ንሕና እውን ነካይዶ ኣለና ኢልና ንሕበነሉ ብማዕሪኡ ንሪኦን ዘይነነኣእሶን ስለዝኾነ ከም ዘለኹምዎ ሓድነትኩም ሓሊኹም ቅድሚት ክትከዱ እናተላበኹ ከምዚ ዓይነት ዕዮት ክትፍፅሙ ምኽኣልኩም ብስም ኩሎም ሰራዊትኩም ከመስግነኩም እደሊ።